ሰላም ኣሕዋት ኣብዛ ናይ ፍረንች ክላስ እምበር ብዛዕባ ቮካብላሪ ኮይኑ ኣብ ምዕራፍ ሓሙሽተ ኢና ደለና እታ መጀመርታ ፓርቲ ምዕራፍ ሓሙሽተ ነጥቢ ሓደ ማለት እዩ ምዕራፍ ሓሙሽተ ነጥቢ ሓደ ዕስራን ትሽዓተን ቮካብላሪ ዘጠቓለለ እዩ። ንኹለን ሓደ ብሓደ ክንደስሰይና ክንርእየና ናበየናይ መኣዝን ከም ዝወስደና በጃም በታ መጀመርታ እንድሕር ደኣ ጀሚርና ለዡ ዝብል ኣለና ጸወታ ማለት እዩ። ዝተፈላለየ ዓይነት ዡ ክህሉ ይኽእል እዩ። ለዡ ብሓፈሻ እቲ ነቲ ጸወታ እዩ ዘብል። ኣንቮንቴ ከኣ ምምሃዝ ማለት እዩ። ኣብ ነፍሲ ወከፍ ኣይትረስዕዎ እንድሕር ደኣ ቨርብ ሃልዩ ከም ኣንቮንቴ ኣም ቨርብ ንኣክሽን ኣክሽን ዘለዎ ቨርብ እንድሕር ደኣ ሃልዩ ኮንጁጌት ይግበርዎ እዛ ኣም ቮንት ኣም ቮንት ኢላም ቮንት ኤክሰተራ ማለት እዩ ይምህዝ ትምህዝ ይምህዙ ኤክሰተራ በቶም ሓሙሻ ክንዲ ስም ከምቲ ኣቐድሞ ኣቢልና ዝረኣናዮ ግራማቲካዊ ኣብ ዝሓለፈ ክላሳት ማለት እዩ ላንቮንሲዮን ምህዞ እዩ ምምሃዝ እቲ ኣክሽን እዩ ምህዞ ከዓ እቲ ስም እዩ ለንተክፕሪስ ትካል እዩ ለንተርፕሪዝ ካምፓኒ እውን ክኸውን ይኽእል እዩ። ፎንዴ ህንፃ እዩ። ፎንዴ ንባዕሉ ከም ከም ቨርብ እዩ። ኣክሽን ደበር እንታይ ክንብል ንኽእል ኢና? ይሃንፅ፣ ትሃንፅ ኤክሰተራ ክንብል ንኽእል ኢና። ዠፎን፣ ትፎንድ፣ ኢልፎንድ፣ ንፎንድ እዮም፣ ቭፎንዴ ኤክሰተራ ማለት እዩ። ሜኔ ኡደኺዤ መምራሒ

ንብል ለደቨሎፕ እሞ ከኣ እቲ ስም ናይቲ ምዕባለ ምምዕባል ምሻሎ ንኣብነት ምምዕባል ኣሎ ዳብል ምምዕባል ምዕባለ ከኣኒ እቲ ስም ናይቲ ምዕባል ምምዕባል እኳ ኦፍሪክ ኢን ኤክሰለንት ካሊቴ እቲ ዝበለፀ ኤክሰለንት ባይ ዘ ወይ ዝበለፀ እንዲ እቲ ዝበለፀ ካሊተ ምሃብ ማለት እዩ ሎክ

ከምዚ ምስ ምሳ ብምኽንያት ስራሕ ክራዳድኡ ከለዉ ምሳና ኮለባኻቶኽ ምስ ሓደ ሰብ ተራዳዲእና ክንዓዪ ኮለና ክንሰርሕ ኮለና እዩ መሳርሕቲ ክንብሎም ኢና ምኽንያቱ ጸኒሕና ከኣ ካልእ መሳርሕቲ ክንርኢ ኢና ባይዘወይ ግዱስን ኣዝዩን ባዕሉ በዓል ሞያ ግዱስን ኣዝዩ በዓል ሞያን ድሕሪ ኢልና ሞቲቨ ግዱስ ማለት እዩ ኤ ሞቲቬ ጉዱስን ቢያን ካሊፌ ማለት ከኣኒ ኣዝዩ ሰርቲፊኬት ዲፕሎም ካልእ ማለት ዘለዎ ማለት እዩ በዓል ሞያ ባይዘወይ ካልፊኬሽን ማለት ዝኣመናሉ ሞዩ ሸኽሸ ምድላይ ማለት እዩ ሸሻኽሽ ትሻኽሽ ኢልሻኽሽ ንሻኽሽ ኤክሰተራ ይደሊ ትደሊ ንደሊ ኤክሰተራ ናባኹም ጎርፍ እዚ ስራሕ እዚ ፋብሪከ ምህናፅ ማለት እዩ ተደሊና እቲ ድምፂ ክንሰምዖ ንኽእል ኢና ዋላ ፕሮዲየር ከዓ ፍርያት ማለት እዩ ሌፌ ውፅኢት ማለት እዩ ፕሮዲየር ንኣብነት ሓደ ቨርብ ኣክሽን እዩ ጀ ፕሮዲዩት ፕሮዲ ኣኑሰ ከብ ቨርብ ኣክሽን ከሎ ክህልወክ እንከሎ በቶም ሓሙሽተ ክንዲ ስም ክት ኮንጅጌት ክትገብርዎም ፈትኑ ኢቲ ዴሌ ዘፌ ከዓ መጽናዕቲ ብዛዕባ እቲ ውጽኢት ወይ ድማ እቲ ውጽኢት ምዕዛብ ማለት እዩ እንድሕር ክንዕዘብ ጀሚርና መጽናዕቲ ነካይድ ኣለና ማለት እዩ ሌክስፐሪንስ ሰንቲፊክ ሰንቲፊካዊ ተመክሮ ማለት እዩ ፕክስቪ ክሌዚ ኤክስፐሪንስ ተመክሮ ምክትታል ማለት እዩ ተመክሮና ርኢና ኢና ኣብ ዝኾነ ውሳኔ ክንብ ከለና ኣብ ተመክሮና ተመርኪስና ኢና ስለዚ ፕክስቪ ክሌዚ ኤክስፐሪንስ ማለት ተመክሮ ምክትታል ማለት እዩ ቪቭክ ምንባር ማለት እዩ ቨርብ ኣክሽን እዩ ዋላ እዩ ቪቨኽ ንኣብነት ጀቪ ቲቪ ቪ ንቪቮ ቪቨ ኤክሰትራ በተን ሓሙሽተ ክንዲ ስም እዚ ኩሉ ክብሎ ከለኹ ኣነ ሕልፍ ሕልፍ እብሎ ኣለኹ ግን ናባኹም ጎርፌት ስራሕ ቀንዲ እንታይ እቲ ሓሳበይ ሓደ ሓደ ቨርብ ኣለዉ ምስ ትግርኛ ተመሳሳሊ ዘይክንረኽበሎም ንኽእል ምናልባት ኣብኦም ተወዲቕናስ ከብርሃልኩም ኢለ እቲ ሓሳበይ ላቪ

ይረኽቡ ኤክሰተራ ማለት እዩ። ዥዌ ኣን ኾል ኣምፓክታን ኡ ኮቲድያን ዥዌ ማለት ምፅዋት ማለት እዩ። የግዳስ እዚ ምፅዋት ዘይኮነ እተ ቀንዲ ኣብዛ ሓሳብ እዚኣ ተእቲናያ ግን ዥዌ ኣንኾል ኣንኾል ነጥብታት እዩ ኣብ ሓደ እንድሕር ንኣብነት እንድሕር ደኣ ንኣብነት ኮች እንድሕር ሓደ ስፖርት እንድሕር ደኣ ትኾንካ እቲ ናትካ ኮል እቲ ንዖም ምምሃር ማለት እዩ ኮል እቲ እስኻ ትፃወቶ ነጥብታት እቲ እስኻ ትፃወ ትሕዞ ቦታ ዶንክ እንታይ ብለና ለብዚ ዥውያን ኮል ኣምፖክቶንት ኡኮቲድያን ዶንክ ኣብ መዓልታዊ ህይወት ዓብ ነጥቢ ምህላው ምብርካት ማለት እዩ ኦኬ እዚ መስልትና ናብ ቮካብላሪ ዘን 29 ንኣብነት እታ ቀዳመይቲ ዝረኣናያ ኣብ ዝለዓለ መፅና ዳርዳሪና ፀወታ ትብለና ኣላ ፀወታ ብፍሬንች እንታይ ነይራ ትዝክርዋ ተኾንኩም ተዘይዘኪርኩማ ክሊክ ትገብሩ ምሽ እቲ መልሲ ተምጻልኩም ለዡ እቲ ፕሮናውንሳሲዮን ከዓ ኣብዚ ክምህረኩም እያ ምክንያቱ ክንፈልጥ ኣለና ክንጽሕፎ ክንክእል ኣለና ክነድምፆ እውን ክንክእል ኣለና ናብታ ካልኢት ኣብነት እንድሕር ከድና ምምሃዝ ኣለና ምምሃዝ ተዘይዘኪርና ክሊክ ንገብር ኣንቮንቴ ትብለና ኣላ ሳልሰይቲ ኣብነት ደሓን ንርኣ። ምህዞ ምምሃዝ ኣሎ እቲ ኣክሽን፣ ምህዞ ከኣ እቲ ሽም እዩ። ባርከስ እንታይ እዩ እቲ ሽም ብፍረንች? ላምቮንስዮ እንተዘይ ዘኪርናዮ ማለት እዩ። ከምኡ እናበልኩም ክሳብ ዕስራን ትሽዓተን ቸክ ክትገብርወን ትኽእሉ ኢኹም እንድሕሪ ዘኪርኩሞን ኣይዘከርኩሞን። ብዛዕባ ዓይነት ኣተማማህራ እንዳረኣና ከኣ ሰለስተ ዓይነት ኣተማማህራ ኣለና፣ ካርት ኣለና፣ ኣፕኾንድ ኣለና፣ ኣሶሲዮ ኣለና። እዚአን ሰለስቲኤን ካርት ንኣብነት ብምረጽያ፣ ኣፕኾንድ ከኣ ብሰሌክሽን እንዳገበረት እያ፣ ኣሶሴ ከኣ ብኣዛምዲ እዩ፣ ብዝተፈላለየ መልክዕ ነተን ዕስራን ትሽዓተን ቮካብላሪ ንክትሕዝወን ክሕግዘኩም እዩ። ሓንሳብ እንድሕር ኣሸምዲድናየን ኣለና ኢልኩም ከኣ ቴስት ግበሩ፣ ካብ ክልተ ሰለስተ ንላዕሊ ጌጋ ክህሉ የብሉን፣ ምኽንያቱ እንተዘይኮይኑ ደጊምኩም ኣጽንዕወን ማለት እዩ። ዝሓሸ መልሲ ውጽኢት ክሳብ ትረኽቡ ስኢልኩም ክተጽንዑ ኢኹም ማለት እዩ። ኦኬ ኣብዚ ክፋል ሓሙሽተ ነጥቢ ሓደ ኢና ነይርና።